ጓል ኣብ መርዓኣ ብሓጎስ ምስ ሰብኣያን ምስ መሓዝኣን እናተሰኣለት እንከላ ስንኩል ኣቦኣ ኣብ መርዓኣ ክውዕል ብደስታ ፍሽኽ እናበለ ይመጽእ እሞ ዋርድያ ከኣ ናበይ ኢኻ ትኸይድ ዘለኻ ኣብ መዝገበ ኣለኻ ዲኻ ብምባል ሓቲቱ ደው የብሎ ሰብኣይ ከኣ ናብታ መርዓት እናመልከተ ናብ መርዓ ናይ ጓለይ እየ መጽየ ዘለኹ ኢሉ ምስ መለሰሉ ዋርድያ ስም ጓልካ መን'ዩ ንገረኒ ኢሉ ሓተቶ። ስንኩል ሰብኣይ ከኣ ንዕኡ ጀሲካ'ያ ትበሃል ኢሉ ምስ ነገሮ፣ ንጓሉ ከኣ ኢዱ ሓፍ እንዳበለ ጀሲካ እናበለ ክጽውዓ ይጅምር። ጓሉ ከኣ ክትስሕቕ ጸኒሓ ምስ ፍሽኽታኣ ብቕልጡፍ ቁሊሕ ኢላ ረኣየቶ'ሞ፣ እቲ ክትርእዮ ዘይትደሊ ስንኩል ወቦኣ ምዃኑ ምስ ኣስተብሃለት ከኣ ንእለት'ያ ገጻ ቅይር ዘበለቶ። ኣቦኣ ጌና ጀሲ እናበለ ኢዱ ሓፍ እንዳበለ'ዩ ዝጽውዓ ነይሩ። ንሳ ከኣ ንሰብኣያን መሓዛኣን ክምለሰኩም ኢላ ገዲፋቶም ናብ ኣቦኣ ትቐርብ። ነቦኣ ከይተዛረበት ከኣ ነቲ ዋርድያ ናብ እዝኑ ጽግዕ ኢላ፣ እዚ ሰብኣይ ኣይፈልጦን እየ፣ ንደገ ውጻእ ኢላ ትዛረቦ። ዋርድያ ከኣ ብዓረብይኡ ደፊኡ ከውጽኦ ይጅምር። ንሳ ከኣ ከምዛ ወላ ሓንቲ ዘየጋጠመ ፍሽኽ እናበለት ናብ ሰብኣያ ትምለስ። ኣቦኣ ከኣ ነቲ ጎቲቱ ዘውጽኦ ዘሎ ዋርድያ፣ ምለሰኒ፣ ብጌጋ ኢኻ ተረዲእኻያ ዘለኻ፣ ጓለይ እያ እናበለ ይዛረቦ። ይኹን እምበር ምስ ስንኩል ምዃኑ ዝገብሮ ነገር ስለ ዘይነበረ፣ ዋርድያ ሱቕ ኢሉ እዩ ደፊኡ ዘውጽኦ ነይሩ። ኣጋጣሚ ግን ደፊኡ ንደገ እናውጽኦ እንከሎ፣ በዓል ገዛ ማለት ኣቦ'ቲ መርዓዊ ይረኽቦ'ሞ፣ እንታይ ኢኻ ትገብር ዘለኻ? ኢሉ ነቲ ዋርድያ ሓተቶ። ዋርድያ ከኣ እዚ ስንኩል ሰብኣይ ከይተዓደመ ናብዚ መርዓ ክኣቱ ይደሊ'ሎ ኢሉ መለሰሉ። እቲ ስንኩል ሰብኣይ ከኣ ኣብዚ መርዓ ክውዕል ነዊሕ መንገዲ እየ ተጓዒዘ መጺኤ ኢሉ ይዛረቦ። ሰብኣይ ከኣ ንናይ ክልቲኦም ዘረባ ስቕ ኢሉ ክሰምዕ ድሕሪ ምጽንሑ፣ ጀሲካ ዝኾነ መቕርብ ይኹን ዘመድ ከም ዘይብላን ኣብ ኦርፋን ከም ዝዓበየት እየ ዝፈልጥ ኢሉ ይምልሰሉ'ሞ፣ ስንኩል ሰብኣይ ከኣ ብስንባደ፣ ናይ ሙንታይ ኦርፋን ኢሉ ምስ ሓተቶ፣ እወ ወላ ሓደ ሰብ ከም ዘይብላ እያ ነጊራትና ኢሉ ድሕሪ ምምላስ፣ ናይ ብሓቂ ዲኻ መርዓኣ ክትርኢ ደሊኻ ኢሉ ብጊዱኡ ይሓቶ። ስንኩል ሰብኣይ ከኣ መርዓኣ ክርእይ ይህንጠ ከም ዘሎ ምስ ነገሮ፣ ጀሲካ ዘመዳ ምዃንካ ኣየዕለለትናን ማለት እዩ ኢሉ ዓረብያ ደፊኡ ሒዝዎ ናብቲ ኣዳራሽ ይኣቱ። መርዓት ከኣ ነቦይ ሓንሳብ ንሓዋሩ ኣባሪረ'የ ኢላ ስለ ዝሓሰበት፣ ምስ ሰብኣያ ብደስታ ክትስሕቕ ትጸንሕ። ኣቦ ሰብኣያ ነቦኣ ደፊኡ ሒዝዎ ከም ዝመጸ ምስ ኣስተብሃለት ከኣ ንእለት'ያ ክትሓዝንን ክትሓፍርን ዝጀመረት። ኣቦኣ ድማ ብዘደንግጽ መንፈስ'ዩ ዝዕዘባ ነይሩ። ኣቦ መርዓዊ ከኣ ማይክሮፎን ብምሓዝ፣ ክቡራትን ክቡራንን ዕዱማት! ስድራና ስድራ ካርተር ኣዝዩ ነዊሕን ሃፍታምን ታሪኽ'ዩ ዘለዎ። ሎሚ ምሸት ከኣ ንጀሲካ ከም ሓዳሽ ኣባል ስድራ ቤትና ብደስታ ክንቅበላ ኢና ብምባል ይዛረብ። ዕዱማትን ቤተሰብን ከኣ የንጨብጭብሉ። ብምቕጻል ከኣ ሰብኣይ ከምኡ'ውን ዘይተጸበናዮ ጋሻ ናይ መርዓት ከላልየኩም ብምባል ማይክሮፎን ይህቦ። ስንኩል ሰብኣይ ከኣ ተቐቢሉ ሰላም ኩሉኹም፣ ኣነ ጃክ ማክፎን እየ ዝበሃል ኢሉ ንጓሉ ይጥምታ። ንሳ'ውን ብዘደንግጽ መንፈስ እያ ትርእዮ ነይራ። ኣነ ኣቦ መርዓት እየ ኢሉ እንተተላልይዎም መርዓኣ ከየበላሹ ስለ ዝፈርሐ ከኣ ኣነ ኣኩኣ ንጀሲካ እየ ብምባል እናነበዐ የጣቕዕ። ንሳ ከኣ ፈሪሓ ጸኒሓ እዚ ኩሉ ገይራቶ ስለ ዝሰተራ ብታሕጓስ እንታይ ዝበለ ጽቡቕ ኣጋጣሚ እዩ እናበለት ናብ ኣቦኣ ትቐርብ። ነዊሕ እዋን ኮይኑ ከመይ ኣለኻ ብዙሕ ነገር ዝነግረካ ኣለኒ ናበለት ከኣ ካብቲ እኩብ ሰብ ደፊኣ ናብ ሓደ ክፍሊ ብምውሳድ እንታይ ኢኻ ትገብር ዘለኻ ኢላ ትሓቶሞ ንስኺ እምበር እንታይ ኢኺ ትገብሪ ዘለኺ ኢሉ ንሕቶኣ ብሕቶ ይምልሶ ንሳ ከኣ ብሕርቃን ንስኻ ሕሉፈይ ኢኻ እንዳ ሓሞይ ኣነ በደይ ዝተገደፍኩን ብስንኩል ኣቦይ ከም ዝዓበኹን ክፈልጠን ይደልን እየ ኢላ ትዛረቦ። ኣቦኣ ከኣ ሕማቕ ተሰሚዕዎ መን ከም ዝነበርኪ ጸገም ኣይኮነን መን ከም ዘለኺ እዩ እቲ ዘገድስ ኢሉ ይምልሰላ እሞ ኖኖኖኖኖ እዞም ስድራ ክቕበሉኒ እንተኾይኖም እንተወሓደ ጓል ሃብታም ጓል ወናኒ ባንኪ ክኸውን ኣለኒ ኢላ ምስ መለሰትሉ ሓሶት ንነዊሕ እዋን ከሐጉሰኪ ይክእልን እዩ ንምንታይ ንስኺ ኮንኪ ዘይተቐርብዮም ስለምንታይ ትሕስውዮም ኢሉ ይምልሰላ ንሳ ድማ ጌና ምስ ሕርቃና ሓቂ ኣይጠቐመንን ኣብ ዓድና ኩሉ ሰብ ብዛዕባይ ይፈልጥ እዩ ኩሎም ከኣ ይላገጹለይን ይብድሉንን ነይሮም። ንስኻ ከኣ ክትከላኸለለይ ስለ ዘይከኣልካ ካብኡ ርሒቐ ጽቡቕ ህይወት ክጅምር ምስ በልኩ ከኣ ንስኻ መጺኻ ተባላሽወለይ ኣለኻ ኢላ ብዓውታ ትዛረቦ። ኣቦኣ'ውን ዓቕሉ ተጸንቂቕዎ ድምጹ ሓፍ ኣቢሉ ሓስየኪ'የ ኩሉ ግዜ'የ ዝከላኸለልኪ ነይረ ኢሉ ይምልሰላ። ንሳ ግን ዝጀመሮ ዘረባ ክውድእ'ኳ ኣየፍቀደትሉን። ኣብዚ እንድሕር ደኣ ጸኒሕካ ህይወተይ ከተዕንዎ ኢኻ ሕጂ ካብዚ ተርሕቕ ኢላ ኣብ ኣፉ ውትፍ ኢላ ትዛረቦ። ንሱ ከኣ ንቑሩብ ግዜ ክጸንሕን መርዓኣ ክርኢ እናለመና እንከሎ ከኣ ነቲ ናይ መርዓ ቶርታ ሒዙ ዝመጸ ሰብ ይሕንኩሎ እሞ እቲ ቶርታ ይወድቕ። ነዚ ዝተዓዘበት ጓል ከኣ ድሮ ኩሉ ኣዕኒኻዮ ኢኻ ክርእየካ ኣይደልን ኢላ ገዲፋቶ ናብቲ እኩብ ሰብ ትኸይድ። መስኪን ሰብኣይ ከኣ መርዓ ጓለይ ኣበላሽየ ኢሉ ሕማቕ ክስምዖ ይጅምር። መርዓት ከኣ ናብ ሰብኣያ ብምጽጋዕ። ናበይ ደኣ ከይዱ ዝብል ካብ ሓሙኣ ዝመጸ ሕቶ ክገድፈና ተገዲዱ ኢላ መለሰትሉ። ብምቕጻል ከኣ እታ መሓዛኣ ኣኮኺ እዚ ህያብ ገዲፍልኪ ኺዲ ኢላ ሓንቲ ዕሽግቲ ነገር ትህባ እሞ መርዓት ግን ኣየገድሰንን ኢላ ትዓጽዋ። መሓዛኣ ግን እንተ ወሓደ ክትርእዮ ኣለኪ ኢላ ምስ ገደደታ መርዓት ከኣ እንዳተሰከፈት ንሰብኣያን ሓሙኣን ይቕሬታ ሓቲታ ነታ ህያብ ከፊታ ክትርእያ ንመሓዛኣ ትስዕባ። ነታ ህያብ ከፊታ ምስ ረኣየታ ድማ ንሳ ብቖልዓኣን ኣቡኣ ከኣ ምስ ምሉእ ጥዕንኡን ጽላል ገይሩ እናጽለለላን ከሎ ዝተሳእልዎ ስእሊ ምስ ጸንሓ ኣዝያ ሰንበደት። ኣነ ደኣ ኣቦይ ቅድሚ ኣነ ምውላደይ ብሓደጋ መኪና ከም ዝሰንከለን እየ ዝፈልጥ። ኣነ ተወሊደ እንከለኹ እውን ጥዑይ እዩ ነይሩ ማለት እዩ ኢላ ንመሓዛኣ ሓተተታ። መሓዛኣ ድማ ንሕቶኣ ተቐቢላ፣ ኣነ ዝዀነ ነገር ከይነግረኪ ቃል እንድየ ኣትየ ነይረ፣ ሕጂ ግን እቲ ሓቂ ክነግረኪ ክግደድ እየ። ንስኺ ቈልዓ እንከለኺ ኣብ ገዛኹም ባርዕ ሓዊ ኣጋጢሙ ነይሩ። ሓደ ብዓይኑ ዝረኣዮ ዓቢ ሰብኣይ እዩ ነጊርኒ። ንዓኺ ኣቦኺ እዩ ኣድሒኑኪ፣ ካብቲ ባርዕ ሓዊ ኣውጺኡኪ። ኣቦኺ ግን ንዓኺ ምስ ኣውጻኪ ብኸቢድ ተጎዲኡ፣ ብድሕሪኡ'ውን ብእግሩ ደው ኢሉ ክንቀሳቐስ ኣይከኣለን ብምባል ትነግራ። ከምዚ ኢላ እናነገረታ እንከላ ከኣ ንኹሉ ግዜ ክከላኸለልኪ እየ ዝብልን እታ ስእሊ ናይ ሽሕን ትሽዓተ ሚእትን ተስዓን ሸሞንተን ምዃና ዝሕብርን ጽሑፍ ትረክብ። በቲ ዝረኣየቶን በቲ ካብ መሓዛኣ ዝሰምዓቶን ከኣ ብጣዕሚ ሕማቕ ይስምዓ። ስለምንታይ ደኣ እዚ ኹሉ ዛንታ ንዓይ ዘይነገረኒ ኢላ ምስ ሓተተታ ከኣ፣ ኣቦይ ብሰንኪ እዩ ሰንኪሉ ኢልኪ ሕማቕ ተሰሚዕኪ ንነብስኺ ክትወቕስያ ኣይደለየን። ካብ ሕማቕ ስምዒታትን ወቐሳን ክከላኸለልኪ ስለ ዝደለየ ኢላ ትምልሰላ። ንሱ ንዓይ ክብል ሰንኪሉ ኣነ ከኣ ኣዋሪዱዮ ኢላ ከኣ ካብቲ ኮፍ ኢላቶ ዝነበረት ተንሲኣ ናብ ኣቦኣ ትኸይድ። ነቦኣ ከኣ ደፊኣ ናብቲ እኩብ ሰብ ተምጽኦ እሞ ኣቦኣ ግደፍኒ ኣነ ከዋርደክን ከሕፍረክን ኣይደልይንየ ኢሉ ይዛረባ። ንሳ ድማ ደጊም ብኣኻ ኣይሓፍርንየ ኢላ ትምልሰሉ። ኣብ ቅድሚ ዕዱማት ኮይና ከኣ ክቡራትን ክቡራንን! ምስ ሓደ ኣገዳሲ ሰብ ከላልየኩም ደልየ ኣለኹ እዚ ሰብኣይ ኣኮይ ዘይኮነ ኣቦይ እዩ ይርደኣኒ እዩ ብዙሕ ጌጋ ጌረ እየ ብሰንኪ ስንክልና ኣቦይን ድሕረ ባይታይን እንዳ ሓሞይ ምቕባል ከይኣብዩኒ እየ ክሓብኦን ክሕሱን ተገዲደ ሕጂ ግን ኩሉ ጌጋ ተረዲእኒ እዩ ቦቦይ ኣይሓፍርን እየ ብኡ ኩርዕት እየ ኢላ ትዛረቦም ተንበርኪኻ ከኣ ነቦኣ ባባ ንኹሉ ግዜ ክካላኸለልካን ክኣልየካን ቃል ይኣትወልካ ኢላ ትዛረቦ ብምቕጻል ከኣ ካብ ዝነበረቶ ተንሲኣ ሓስየ እየ ብዙሕ ጌጋ እውን ጌረ እየ ስለዚ እንዳ ሓሞይን ሰብኣየይን ብድሕሪ እዚ እንተ ነጺኩምኒ ክቕበሎ'የ። ኣባል ስድራኹም ክኸውን ኣነ ብቕዕቲ ኣይኮንኩን ኢላ ቬላኣ ኣውሪዳ ነቦኣ ሒዛ ካብቲ መርዓ ክትከይድ ትጅምር። እቲ ስቕ ኢሉ ክሰምዓ ዝጸንሔ ሓሞኣ ከኣ ናበይ ኢኺ ክትከዲ ትሓስቢ ዘለኺ? ነቦኺ ብዘይ ምኽንያት ዝዓደምክዎ ይመስለኪ ኢሉ ይዛረባ'ሞ ንስኻ ዲኻ ናይ መርዓ ዕድመ ሰዲድካሉ ኢላ ሓተተቶ። ሓሙኣ ከኣ ንሑታኣ ተቕቢሉ፣ ዛንታኺ ካብ መጀመርትኡ ዘጠራጥር እዩ ነይሩ፣ ስለዚ እየ ከኣ ንብዙሓት ሰባት ተወኪሰ ሓበሬታታት ኣኪበ ኢሉ ምስ መለሰላ፣ ንሳውን ኣስዒባ፣ ስለምንታይ ደኣ ካብ ብዓንተኡ ዘይሰጎግካኒ ኢላ ሓተተቶ። ምኽንያቱ እታ ሰይቲ ወደይን ኣባል ናይዚ ስድራ እትኸውን ሰብ፣ ንስድራኻ ምምእዛዝን ብነብስኻ ምኹራዕን እንታይ ምዃኑ ክትፈልጥ ኣለዋ ኢለ ስለ ዝሓሰብኩ ኢሉ ይመልሰላ። ናብኣ ቀሪቡ ድማ ኣብ ማእገራ ብምድጋፍ፣ ንሓንቲ ስድራቤት ስም ናይቲ ስድራ ዘይኮነ ብሉጽ ዝገብሮ፣ እቲ ሰብ'ዩ ብሉጽ ዝገብሮ ኢሉ ይዛረባ። ንሳውን ካብ ልባ ተመስግኖ። ሓሙኣ ከኣ ቀጺሉ ሰይቲ ወዱ ክትከውን ብወግዒ ከም ዝተቐበሉዋ ብዓውታ ይዛረብ። ኩሎም ከኣ ብደስታ እናሰሓቑ የንጨብጭቡ። ተፈጸመ። ሰላምታ ኣይረሳዕኩን ክቡራትን ፍትዋትን ቤተሰብ ሞሆሳር። ንሎሚ ዝተዳለወ ዝተተርጎመ ቪድዮ ነዚ ይመስል ነይሩ። ካብዚ ሓጻር ቪድዮ ብዙሕ ተማሂርናን ተዘናጊዕናን ክንከውን ተስፋ ይገብር። እንተፈቲኹማ ላይክ ሸር ምግባር ኣይትረስዑ ኢኹም። ክሳብ ብኻልእ ቪድዮ ዝምለሰኩም ሰላም።